ሰላም ኣሓት ኣብና ልማዓንቲ ዲና ኣዚ ማሓራ ሚድያ ሓደሽ ዘለው ነገራት ብሓደ ኮይና ክንሪኢና ካብኣቶም ሓደ ድማ
ትቆልዓ ሓሚመ ኢሉ መጺኡ በቲ ገጹ ርእየ ሕሙም እንተኾይኑ እፈቕደሉ እየ ንኣብነት ኣብ ልቡ እንድሕር ሓሚሙ ኣብ ከብዱ ርኢኹም ዶ ተውጽኦ
ብዛዕዚኣቶምን ካልኦት ብዙሓት ነገራት ኣብ ናይ ሎማዓንቲ ቪድዮና ብሓደ ኮይና ክንርኢና ሰናይ ምክትታል የው ሰላም ሰላም ዝኸበርኩም ናይ ሮማይ ፊልምስ ዩቱብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማይ ናትኩም ተመሊሰ መፅ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሰይ ሰኣን ኣሕዋት ብምቕፃል ኣናለምዓት ፊልምና ቀዳም እዩ ቐዳም ድማ ቐዳምና ቀዳም ከምስሉ ዝኽእሉ ቪድዮታት ሒዘልኹም መፀ ኣለኹ ማለት ከዘናግዑና ከስሕቑና ዝኽእሉ ፍትሕ ከብሉና ዝኽእሉ ቪድዮታት ማለት እዩ ስለዚ ከምተለመደ ቅድሚ ናብ ቪድዮና ምንታይ ኢና ነዚ ቻነል ዝሓደሽ ዝኾንኩም ሰዓት ተሃሊኹም ቤዛኹም ሓደሽ ምዃኑ ኣይትፍተዩ በቃ ሳብስክራይብ ገበሩ ብምቕፃል ድማ ነዛ ቪድዮ እዚኣ ላይክም ጋር ይንረስዕ ቤዛኹም በቃ ሰለስተ ሚእታይ ካብና ድማ ዓንቲ ክፅበየ ስቲ ያ ስለስተ ሚድላይ ግዴታ የድልየና እዩ ኣሕዋት ሕዚ ምቕፃል ናብ ቪድዮና ክእተወኩም እየ ክሳብ መወዳእታ ቪድዮና ምሳይኹም ክትከታተሉ ብኽብረይ ዝሓትት ሰናይ ፃንሒት እሺ ኣሕዋት እቲ ቪድዮና መጀመሪ ክኾነና ብዚኣ ከጀመረኩም እንታይ ኢለና ኣሎ ስራሕ ዝኣበዮ ትራፊክ እሺ
ስማዕ እንደ ሽፈር ሕዚ ቤንዚን ዘየለ ሰለስተ ሰብ ጥራሕ ሒዝካ ትኸድ ትርፊ ዘይትፅዕን ትራፊክ ተሓዘኒ ኸ ኣንታ ኣበይ ከይረኽቡኻ እዮም ውሽጣ ውሽጢ ጌርካ ዘይትኸድ

እሺ ኣሕዋት ካብዚ ምቕጻል ዘርእኩም ቪድዮ ድማ ኣዱ ብሊና ምስ ፈረንጂ ምስ ፈረንጂ ሰብኣያ ድዩ ዓርካ ድዩ ሓዋ ድዩ ኣይንፈልጢ እስቲ ንራዮ What happened? Oh, it's waiting. oh.

ታይ
ኣሕዋት ኣብ ሰዓት እዚ እኮ ሓበሻ ተትኾን ነይሩ ዝሓውና ፀፊዕዋ ግልድም ኣቢልዋ ኢና መደቀሲ ክኸድ ነይሩ ፈረንጂ ግን ዋታብን ዋት
ቡን
እዚ ጨዋታ ብምልክት ጌርካ ምርዳእ ተተረዲኦ ይዛረብሲ ማለት እዩ ኣወል ቡን እሺ። ጀበና ፍንጃል ቡን ደረጃ ኣወል ደረጃ ሓንቲ እንዳበለትካስ
ገዛ ገዛ እሺ ገዛ ገዛ ጨዋታ
ንእሽተይ ቆልዓ

ገለ ትሮ ረኸብ ግን ኣብዛ መጨረሻ ሲ መንደፈራ ልብል ቃል ነይሩስ እግራም ዝጌራ ግዛዕ መንደፈራ ኢልዋ ካብኡ እዚኣ ተረድአትኒ ብሓቂ ዝተረድአትኩም ተሃሊኹም ኣብ ኮመንት ተረዱና
ተረጋጊ ክበል ንስከ መንደፈራ እሺ ሸውሓት ካብዚ መቐፃል ዝርእኩም ቪድዮ ድማ ማለት እዩ ፕራንክ እያ ሕፀር ዘልእት ፕራንክ ንሓደ መምህር ፕራንክ ተገይሮም እስቲ ንረይ ኣብ ሓደ ኣፅዎ መደብ ኣለና ግን ንባዕሎም መምሃራን ሳብጀክተይ ተፀሊኦሞስ ዋላ ንጠሩ በዚ ይውፅኡ ስለ ዝብሉ ሲ ትርጉም ደሎ ኣይኮነን ኢልና መምህር ክሳብ ሕጂ ክንደይ ተማሃሮ ኣውጺኹም ኣለኹም እሞ
ዝም ኣነ ተማሃሮ ውፅእ ኣይፈልጥን ዝለልዮ ሌላ ከዓ ኣይፈልጥን ግን ዳ ምስለካ ሲ እቲ ግብሲ ብምሕፃሩ ሲ ክትሕዞም ኣይትኽእልና ንተማሃሮ ሰብ ዝሰርሖ ሲ ሰብ የፍርሶ እዩ በቲ ተሓፀርካ በቲ ይወፁ በቲ ተሓፀርካ በቲ ይወፁ
እዎ እሞ ሕጂ ኣየዝለልኩን ዲኹም ትብሉ ዘለኹም ኣነ ኣይዝለልኩን ከም ኢለ ከዝልል
ከዝሉ ዝኽእሉ እዮም ስለ ዝበልኩምኒ
ታታ ዝሉ ክዘሉ ክሉ እቶም ተማሃሮ ኩብራ ተዓዘብትና ከምዚ ትሰምዖም ዘለኹም መምህር ገሬሱስ ክዘሉ ክእሉ እዮም ካብዚ ቤት ትምህርትስ ነጢሮም ክወፁ ክእሉ እዮም ንስኻ ዋላ ተተሓባበርናዮምሲ ትምህርቲ ዘይደልዩ ተኾይኖምሲ ዋላ እውፁልና ዝዓይነቱ እዩ
ውፅልና ኣይኮነን ሕራይ መምህር ካብ ተምሃሮ ከም ዝኣከብናዮ ኣብ ናትኩም እንታይ ኣላ ንኣብነት ኣብ ዝተገብረ ዜና ሲ ኣብ ዒራቅ መጥቃዕቲ ቦምብ እንድሕር ተኻይዱ መምህር ገይረ የሱስ ብዙሕ ኣይምህሩን እዮም ዝብል ዘረባታት ሰሚዕና ምስ ናይ ዒራቅ እንታይ ዘተሓሕዝ ኣለኩም እዛ ብዛዕባ ኢራብ ምንም ዘተሓዝ ነገር የለን ብዛዕባ ኢራቅ ጆግራፊ ብዛዕባ ኢራቅ ዝተሓሓዞ ነገር የለን ሞት ነብስ ናይ ወረ እዩ እዚ ወረ እምበር ኣነ ምሳ- ኣነ ዝተሓሓዝኮ ነገር የለን ብዛዕባ ኢራቅ ዋ ዋላ ኣብ ኣፍጋኒስታን ዝኾነ ነገር ተተኻይዱስ ብዛዕባኡ ክትሓስቡ ከይምሃርኩም ኣይትኽእሉ እቲ ንሃና ካሪኩሉምን ብዛዕባ እዚ ናይ ኣፍጋኒስታን ናይ ኢራቅን ተፈላለዩ ንሕና ብዛዕባ ክሊማ ኢና ንዛርብ ብዛዕባ ሪዥን ኢና ንዛርብ እ፣ ከምኡ ከኣ ብዛዕባ ፊዚካል ፊቸር ኢና ንዛረብ እምበር ብዛዕባ እዚ ደኣ እዚኣ ሂስትሪ እምበር ማሰ ጂኦግራፊ ኮይኑ እንዶ እዚ ርእቶ ናይ ተማሃሮ እንዲ ሕራይ ክሳብ ሕጂ እቶም ንሶም ዘውፅእዎም ክንከይድ ኢና ድበሉ ዋላ ከይሓመሙ ወረቐት ሂቦም የውፅኡና እዮም ዝብሉ ተምሃሮ እውን ኣለዉ ብዛዕባ እዚ ከይሓመሙ ከለውስ ሓሚምና ብሉ ኣነ ንፋብታ ይውፅኦም ኢና ካብዚ ወላ እንተሓመሙን ብጣዕሚ እየ ዝድርኾም ክመሃሩ ወረትካ ሂበ ይፈልጥ ኢና ኣፀቢዮ ምስ ረኣኹዎ ካብ ገጹ ካብ ግብፂ ምስ ረኣኾ የውፅኦ እምበሪ ፍቓድ ኣይህብን እያ ንፋክት በኣ የምርሩ እዮም ሕራይ ሓሚመ ተኢሎምኒ ደኣ እንታይ ክገብሮም ክኸዱ ክእሉ እዮም ተሓሚመ ደኣ ኣብሉ ኣለዉ መምህር ተሓሚሞም ገጾም በቲ ገጾም ርኤ ከፍቅደሎም ይኽእል እየ መራዊ ከሎም ከለኹ መራዊ ከሎ ይፍለ ፈፂሙ ከምኡ ንግ ኣርባዕተ ተምሃሮ ረኺብና መምህር ገረ የሱስ ከም ደውፃኹሞም ነጊሮም ናብ ዝኣፍ ደገ ኣነ ይውፃኹም እቶም ቆልዑት ሽሞም ሒዝካዮም ኣለኻ እወ ኣስማቶም ኣሎም በቃ
ሎሚ ንጎ ደኣ ከመሎምሉ ክልተ ፒሪየድ እዮም ሂሪ ኧረ ክልተ ፔሬድ ምሂሮም ኣርባዕተ ተምሃሮ ውፅኦም ኣለዉ ኣርባዕተ ፔሬድ ተምሂሮም ከዓ ሸሞንተ እዮም ክኾኑ ስለዚ እምህር ኣለኹ ዶ ትብሉ መምህር ኣርባዕተ ፒ ኣይወፃኹን እኮ ጃያመን ኩን ኮዚ ናና ኣውፅኦ ክትብሉ ፀኒሕኩም ኣይኮኑ ኣርባዕተ የውፃኹ ክልተ ፒሬድ እየ ምሂረ እኮ ከመይ ኢለ ኣርባዕተ ውፅእ እሞ ኣብ ክልተ ፔሬድ ክልተ ተምሃሮ ውፂኹም ኣበር ክልተ መዓዋዮ ፈፂሙ ሎሚ እያ ኣውፃኹ ከ- ከመይ እዚ ወረ ከመይ ኢልካ ረኺብካ ግን ወረ ኣለዉ እኮ እዚ ከዓ እቲ ሓቂ ንህዝቢ ምሕባር ሕረ ኣምፅእ
ኣሎ ምይፃኹ ክቡራት ተዓዘብትና ንሕና እቲ ሓቂ ንምፍላጥ ንሓትት ኣለና መምህር ግን ይስሕቁ ኣለዉ ተማሃራይ ክላስ ገዲፉ ንክወፅእ ከዓ ይሕርቕ እምበር ኣየስሕቐካን እዩ ንምንታይ መምህር ትስሕቁ ኣለኹ እታ ሓሶት እያ ኣዛሪብካኒ እኮ ኣርባዕተ ቆልዑ ትለምሉ እኮ ኣብ ክልተ ፔሪድ ኣርባዕተ ተማሃሮ ቦ ኣይፃኹም ሕራይ ክቡራት ተዓዘብትና ኣየውፃኹ ንብሉ ኣለዉ እቶም ተምሃሮ ከም ድወፁ ግን ዓንተወይ ተሳኢሎም ኣለዉ ኣስማትና ኣስማት ናቶም ውን ምሳና ኣሎ ጽቡቕ ሎሚ ሎሚ ስለዚ ተሓሚሞም ከዓ የውፅእን እየ ትብሉ ፀኒኹም ተውፁ
ከመይ እዛ ነገር እዚ ኣነ እቲ ቆልዓ ሓሚመ ኢሉ መፅኡ በቲ ገፁ ርእየ ሕሙም እንተኮይኑ እፈቕደሉ እየ ንኣብነት ኣብ ልቡ እንድሕር ሓሚሙ ኣብ ከብዱ ሪኢኹም ዶ ተውፅኦ
ከምነት ብድኣነ ሓጊም ኣይኮንኩን ካብ ገፁ እየ ዝሪኦ ገፁ ሓሚሉ ከምዚ ገለመለ እንተልዩ ሽዑ በል ከይደ ወረቐት ትፋ ትህቦ ዛሶል። ሕራይ ስለዚ ዋላ ከይሓመሙ ኣብ ምውፃእ ኢድ ኣለኩም ክንብል ንኽእል ማለት እዩ። ኣነ ናተይ ደሲዥን እኮ እዩ ናተይ ደሲዥን ርኤን ኣምለና ክሳብ ሕልሚ ዶ ሕልሚ ዓልሚ እዩ ዝኾን ኢለ ክህቦ ክእል
እሸሓት እዛ ቪድዮ ምረናያ ንመጀመርያ ግዜ ምርጥ ፍራንክ ርኣነ ብስሩ ማለት እዩ ብጣዕሚ እያ ደስ ትብል ብምቕፃል ተጨናኒቆም ዞም መምህር ኣጨናኒቆዎም በቃ ማለት ዞም መምህር ንሂወቶም እዮም ላተዋግኡ ነይሮም ፋይት ላገበሩ በቃ ኣነ ባፃኹይ ገፁ ርኤ ለውፅእ ንእሸ ፀምለው ተይሉ ሕምም ተይሉ ገፁ ርኤ ለውፅእ ልብኻ ተሓሚምካ ወይካ ትውዕል ኣይትወፅ በስመ ኣም ኢሉ ኣሎ ኣሓት ዘንትን ጨዋታ ትፈልጦ ተንኩም ኣሕና ተፃዊትና ይንፈልጥ እያ ወፃ ኢሉ ኣሎ ዝኾነ ከምዚ ቭቭ ብዛዕናልካ ትኸድ ማለት እዩ ንመጀመርያ ግዜ ኤክስፕሪንስ ክገብሮ ምስ ንእስተይ ተላዒላ ተላዓሉባ

ኣደይ ኢላ እኮ ቀዊጣታ በቃ ኣደይ ዓይንኺ እዛ እኖ ዓይንኺ ዕፀ እዮ ትላላ እኖ ወይኒ ተመሊሶም በስመ ኣሕዋት እዚ ቪድዮ ምረናዮ እዩ ኣነ እዚ ነገር እዚ ክሪኦ ተለኹ ኣብ ብዙሕ ቪድዮታት ሲ ብጣዕሚ ለፈርሕ ብፍላይ ድማ ነዛ ና መጀመርያ ለላ ክልተ ድያ ሰለስተ ሰከንድ ዝኾነ ሞመንትን እዮ ኣብ ሰዓትሱ በቃ የለካ ህይወትካ ከይደ እያ ካብኡ ምቕፃል ኣሕዋት እዚ ጌም እዚ ማለት እዩ ንሕና ተጫዊትና ኣይንፈልጥ ምክንያቱ ኣብዚ ዓዲ እዚ ከምኡ የለ ግን የድልየና እዩ ምክንያቱ ኣብ ወፃኢ ለደንግፅ ነገር ስለ ዘየለ መደንገፂ ነገር ይጥቀምሉ እዮም እሱ ኣብዚ ዓዲ ግን መሊኦ ኣሎ መደንገፂ ነገር ኣይወሓደናን እሱ ይኣክለና ዘሎ ብዙሕ ነገር እሱ ይኣክል
እዚ ትሪእዎ ዘለኹም ዓሰርተ ሸውዓተ ዕድሚኡ መንእሰይ ንናቱ ዓሰርተ ትሽዓተ ዕድሚያ ሓፍቱ ቀቲልዋ ኩላትና ክትጥንቀቕ ኣለና ደቅና ወልፊ ናይ ቪድዮ ገይምስ ፕለይስተይሽን፣ ኮምፒዩተር ገይምስ ተሒዞም ናብ ከምዚ ዓይነት ገበን ክኣትዉ ይኽእሉ እዮም። እዚ ወዲ ንሓፍቱ ክሳዳ ሓኒቑ ቀቲልዋ። ስለምንታይ ምስ ተሓተተ ኣብ ቪድዮ ገይም ከምኡ ዓይነት ነገራት ይርኢ ስለ ዝነበረ ኩሉሻዕ ናብታ ሓፍቱ ከይዱ ምስኣኻ ኣብ ሪያሊቲ እቲ ኣብኡ ዝረኣዮ ፕራክቲስ ይገብሮ ነይሩ። ሕጂ ኣብዛ መዓልቲ ከኣ ከምኡ ኣብኡ ምስ ረኣዮ ነገራት ናብኣ ከይዱ ከምዚ ኣባኺ ክፍትኖ ደልየ ኣለኹ ገለ ምስ በላ ሕራይ ኢላቶ እሳ ከኣ ሕጂ እሱ ክሳዳ ምስ ሓነቓ ንፋስ ምስ ጠፈኣ ተረዲእዎ ንዑ ግን ካብ ነብሱ ንዓ ስለ ዝጸልኣኻ ተወሳኺ ብዙሕ ዓመታት በዲላቶ ኔራ ኣይተሰማምዑን እንታይ ወሲኑ ንዓ ክቀትላ ሽዑ ምስ ሓነቓ ክሳታ ምስ ሞተት ድሕሪ ዕስራ ደእ ባዕሉ ናብ ፖሊስ ደዊሉ ሓቢርዎም ካብ ከምዚ በቃ ሙሉ መዓልቲ ኣብ ፕለይስተይሽን ዝጻወቱ ዘለዉ ልዑት ክጥንቀቅ ኣለና ናብ ስፖርት ናብ መናፈሻ ናብ ደገ ክወጹ ክንላብዎም ኣለና። እሽሓት እዚ ቪድዮ ምድረናዮ እዩ ብጣዕሚ ልሕዝን እዚ ኣጋጣሚ ልገጠመ ንሓፍቱ ዝኣክል ቀቲልዋ እዚ ኣነ ድብሎ ናብ ወለዲ ሓላፍነት እዩ ብፍላይ ድማ ንደቅኹም ሞባይል ሂብኹም ትኸዱ ምስኦም ይውዕል ስልኪ ገለ ትነገርሱ ናብ ርእሶም ኢላት በቃ ኣብዚ እዮም ዝሕዝዎ ኩሉ ግዜ ስለዚ ካሊእ ነገር ካብ ስልኪ ወፃኢ ካሊእ ነገር ንክሪኡ ዕድል ተትፈጥሩሎም ይሕሽ እሽሓት ካብ ዝመቐፀል ዘርእኩም ቪድዮ ድማ ሓደራ ንእዝንኹም ንእሸ ተጠንቀቑ እዛ ኣርቲስት ሓፍትና እዛ ደራፊት ሓፍትና ኩልሻዕ ለምፀልኹም ደርፊ ከውፅኤላ

መዚናዮም ብኹሉ መዚናዮም ብኹሉ ትዕቢት ኣሻሚንዎም ኣሃሃ ትዕቢት እዛ ናይ ክፋት ዲ ደረፊ እዛ ኣሃሃ ገለ ዝልቕበል ሰብ ግደፍሎም ንዓኦም እቲ ኣብቻ ንኽእል ክልቲኡ ክንኽእል እየ ንኽእል ንሕና ዝሓፍተይ እዛ ናት ክጥራሕ ኣሻሚንዎም ወንበር ዲጸሚእዎ ወንበር ዲጸሚእዎም

ንካሊእ ስምዒ ችግር የብሉይ ንዞም ቀፅሉሉ ኣለኹ ግን ክትሰምዕዮ እሺ ኣሕዋት እስካብ ዝመቕፀል ንሪኦ ቪድዮ ድማ ብዛዕባ ኣብዚ ክልተ ሰስተ መዓልቲ ኢና ዝሰማዕናዮ ነበርና ሓደ ወዲ ናይ ሓንቲ ጓል ናይ ዕርቃን ቪድዮ ሒዘላ ክሰደል ክኢና በለ ይፈራርሓ ገለመለ ብዛዕባኡ ሓደ ሓውና ዝኾነ ነገር ይዛረበሉ እሲ ንስማዕ እዞም ኣወዳት ሲ ፈኺስኩም ፈኺስኩም በቃ ጠቕላላ ጠቕላላ በቃ ብጣዕሚ በቃ ሚዛንኩም ሲ መረት ወዲቑ ትፈልጡ ዲኹም ብጣዕሚ እተን ኣዋልድ በቃ እቲ ናይ ወዲ ሰብነት ወይ ከዓ ናይ ወዲ ክብሪ ሒዘንኦ በቃ እንታይ ይፀገምኩም ወዲ ሲ ከምዚ ርዝን ተበለ እዩ ብነገራት ብዝገብሮ እምበርሲ ሰኢልካ በቃ ቪድዮ ሒዘልክዶ ከምዚ ዶ ኣይዶነ በቃ ኣነ ወዲ ምዃነ ምሸ ሕጉስ እየ በቃ ኣኹሪዐ ገለ ንዓኹም ክሰምዕ ከለኹ ንስኹም ዝገበርኩሞ ዝኾነ ክመፅእ ከሎ ግን ብጣዕሚ መፅላእኒ በቃ ትፈልጡ ዶ ምስዚኦም ናይ ወዲ ተባሂለ ዝቆፀር ዘለኹ ኢለ ይሓስብ ያ ንሓንቲ ኣሚናትካ ምሳኻ ዝኾነ ዝገበረሲ ከመይ ጌርካ ከምኡ ትገብር መጀመርያ ሕማቕ እንተሓሲብካ ዝኾነ ነገር ክትገብር ከም ዘለካ ትፈልጥ ኢኻ ነቲ ሕማቕ ግን ስለምንታይ ትገብሮ እዚ ሲ በቃ ወላ ሓንቲ በቃ እንታይ እንታይ ኢኻ ትረክብ መጀመርያ ወላ ምስ ቀድሓካዮ ሲ ኣብቲ ቴሌፎንካ እዩ ዝኣቱ ኣብ ቴሌፎንካ ደሊት ኢልካዮ ወላስ ናበይ ከይዱ ወላስ ኣይትፈልጦን ንስኻ ሕማቅ ነገር ካብ ኮነስ በቃ ኣዋላ ኣብ ቴሌፎንካ ክትሕዞ ከማስ ኣገዳሲ ኣይኮነን ኣይኮነ ይብስሩ በጃኹም ሻሎ ከምዚ ወዲ ወድስ ወዲ ኮን ኣለዎ በቃ እንታይ እዩ ስኢልካ ኣታ ሃለው
ያ
እተን ኣዋልካ በጃኸም ሻሎ ከምዚ ቅሩብ ክብረኽን ዓቅባ ገለ ማለትሲ ከምዝታት ገለስ ኣገዳሲ ይኮኑ በቃ ካብ ሕሉፍ ተምሃራ ገለ እንታይ ስኢልካ ብዝኮነ እንተ ኪኢልክን ክብርክን ዓቅባ ነይ በሎ ከምዚ ወዲ ከምዚ ገለ ኣይኮነን ኮላይ እዚ ዓዲ ሕጊ እዩ ንቤተሰብክን ዲክን ን ብቀረባ ትፈልጦ ሓውክን ድዩ ዋላ ዝኮነ ቤተሰብ ማለት እዩ ካብ ትረፍ ኮላይ ን ፖሊስ ዓብራ ብወሳዲ ሕነቅ ሽዑ በቂ ስልካ ብሂወት ላግጽል እንታይ እዚ። ንሸውሃት እዚ ሓውና ልተዛረቦ ሰሚዕነን ኢና ማለት ሓቂ እዩ ብፍላይ ድማ ነዋልድ ሲ ዝኾነ ነገር ላጎርኹም ብሓደ ኮንኩም ግዜ ንሓለፍኩም ቪድዮ ቀርጸኪ ፎቶ ክዕለኪ ልብል ዓይነት ወዲ ተኾይኑ ካብኡ ርሓቂ በቃ ምክንያቱ ቐሪፁ ምንም ነገር የጠቕሞ ይሱ እስክለ ከምኡ ትቐርፂ የብልኺ እሱ ልቐርፀ ከተኮይኑ ግን ካብ ሰሱ ርሓቒ ብምቐፀል ኣቶ መወዳቶም ትቐርፁለ ቤዛኹም ምንም ጥቕሚ የብሉ ቐሪፅኹም ሲ ተግኝዎ ነገር የለይ ይቕረ ይኹም እቲ ሸውዓት ካብዚ ምቐፃል ድማ ታይለና ኣለዉ እዚ ኣፍካ ዘየኽድን ዕላል እቶም ሰለስተ ኮሜድያን ናይዚ ግዜ እሺ ኢና ደይት ክንወፅእ ዕለት ክንደይ ከመይ ኢኻ ሞ መዓስ ኢና ደይት ክንወፅእ ዕለት ክንደይ

ከምኡ ኢኻ ኩን ኢለ ዘርኦም ዘርኦም ፋንሲ እንታይ ኢኻ ትሰቲ ዲኻ እንታይ ኢኻ ትገብር ፎፋን ኣይፈትነ ስጋ ምብላዕ ፈት ስጋ ከብላዕኪ
ላይክ ክሳይ ከይትስሕብኒ ኢኻ ሁካ ትስሕብ ዲኻ ኮኳ

ንእሽይ ፓርት ኣያ ማለት ዝቆረፀት ፓርት ተዘናጊዓ ንራይ ኣብ ሓደ ሰላም ከመይ ውዒልኩም ሰላም ኣሰይ ኣሰይ ኣሰይ ኣብ መንጎ ዕላልኩም ዶ ኣትየኩም ክስታይ እንደ ደለ ኣብዛ እንዳ ስድስቱ ሲ መሮኮፓስ ክገብር ደለ ሰለስተ ሚእትን ስሳን ናቕፋ ኢሎምን እሞ ገለ ዓቕምኹም ብሓግዙና

ጽቡቕ ቴንኪ ኦርኒክ ንግደፍ ኦርኒክ ንግደፍ ኣርኒክ ንግደፍ እዛ መኪና ደኣ ናይ ብርሃኑ ዶ ነይራ እዛ ማኪና ዋ እዛ ማኪና ናይ ባባ እያ ዋ ግን ቅድሚ ሰሙን ገዚእዋ እሞ ርኢኺ ናይ ብርሃነ እያ ነይራ ናይ ብርሃነ እያ ነይራ ኣቦኺ ቁርብ ተደርቢሹ እንድዩ ኣብ ምግዛእ ውይ ሚእቲ ሽሕ መሊእላ ነዛ መኪና ኣይፈለጣን ዕሙት እዩ ኣቦኺ ዕሙት ዋ ተገምጢላ እኮ ነይራ እዚኣ ዋ

ንዘወርቲ ናይ ስቲም ዝኸውን ዋላ ቤብ ናይ ሞሮኮ ባዝ ቤብ ናይ ሞሮኮ ባዝ ነዚ ሃፍታም እናበልኩ ከበ ሃፍታም እናበልኩ ከበ ቀንየለይ ሰሓብለይ ሰሓብለይ ንስኻ ግን ሎሚ ካልኣይ መዓልትኻ ከምኣ ትገብረኒ ብቐዳማይ ኣብ ሓንቲ ቀያሕ መኪና ተሰቒልካ ምስ ሓንቲ ቀያሕ

ንስኻ ግን ኣብ መካይን ደደይብካ ካብ ዓሰርተ ዒስራ ሽሕ ክትልምን ትውዕል ኣነ ለማ ንስኻ ከምባ ንሕዋት ኢና ኮም ውረዳ እንደዛ ፅርግያ ውረዳ ክበትከከ
ክስሕበልከ እሺ ኣሕዋት እዛ ቪድዮ እዚኣ ትመስል እንተዘንዓጋኹምላ ተስፋ ይገብር ንቕፅል እሺ ኣሕዋት ካብዚ ምቕፃል ድማ ዲቁ ንነሽነሽ ዝብሎ ዘሎ ነገር ንስማዕ እስቲ ንስኻ ንባዕልኻ ነሽነሽ ደጊም ናይ ማይት ሰባት ሓላፍነት ኣለካ ናይ ኣሽሓት ሚትን ገለን ሽሕ ሰብ እንድሕር ሃልዩ እግዚኣብሄር ብኦም ክሓተካ እዩ። ሃገር ብኦም ክትሓተካ እያ። ኣፋ ኣውጺኣ ክትዛረበካ እያ ሓደ መዓልቲ። እንታይ ምሂሩ እየ ነዚ ሕብረተሰብ እዚ? እንታይ መልእኽቲ ኣሕሊፈሉ? እንታይ ነዚ ትውልዲ እዚ ኣሕሊፈሉ? ጋዜጠኛ ማልት መልኣኽ ማልት እዩ። እንተዘይኮይኑ ድያብሎስ እዩ ማልት እዩ። እንተሓስዩ ድያብሎስ እዩ። ሓቂ እንተተዛሪቡ ከኣ መልእኽቲ እዩ። ሃዋርያ ማልት ቅኑዕ ሃዋርያ ማልት ጋዜጠኛ እዩ። ብቕንዕና እንተምጽኡ እንተዘይኮይኑኸ ሓሳዊ ሃዋርያ እታ ዘላ ኣብ ዓዲ ቅንዕና እዚኣ እያ እቲ ቅኑዕ እዚ ኢልካ እንድሕር ኣምጺኻዮ ግን ሰብ ንዓኻ ክፈትወካ እዩ እግዚኣብሔር ኣብ መንግስቱ ከጽድቐካ እዩ ኣብ ዝኸድካዮ መሕደሪ ክትረክብ ኢኻ እግዚኣብሔር ሰሊሙኳ እዩ ተጠቐመሉ ኣሕዋት ደቅኻ እዮም እዚኦም ኩሎም ኣብዚ ዝርእዩ ዘለዉ ኣርባዕተ ሽሕ ኣብዚ ክልተ ሚእቲ እዚ ገለ ዝርእዩ ዘለዉ ንዓኻ እውን ብመንፈስ እግዚኣብሔር ሂቡካ እዩ ጽደቕ ጸሊ ኣነና መሃር ዘሎ ንገሮም እግዚኣብሔር ምስ ኩነ ዝነብር ምስ ሓሳቡ ነይሩ ይፈልጥን እዩ ንሕና ኩላትና ሓሳውቲ ኮይና ግን ብኡ ገይሩ ዝተኸነ ስለዚ ንጉስ ዝወርደሉ ናይ መጨረሻ ንጉስ ዝወርደሉ ወይ ንጉስ ንጉስ ምዝራብ ጉቦይ ኣነ እዩ እሺ ኣሕዋትና ልምዓት ቪድዮና ነዚ ይመስል ነይሩ ክሳበት ዝረእኹም ሰባት ሃሊኹም ብጣዕሚ ዝፈተኩም ብጣዕሚ ዝመስግነኩም ቀጻሊ ብካልእ ቪድዮ ክሳብ ንራኸብ በብዘለኹሞ ሰላም ኩኑለይ ይሞችኹም ተሰናይ ንዓኹም